ኢላማታት እኳ እንተሃረሙ ዛጊድ ግን ዝዓገቡ ኣይመስሉን። መሬታውን ኣየራውን ሰራዊት ኣሜሪካ ናብ ማእኸላይ ምብራቕ ኣብ ዝበፅሐሉ ዘሎ እዋን ፕረዚደንት ዶናልድ ትራምፕ ነቲ ሓደገኛ ውጥኖም ንዓለም ዕላዊ ገይሮምዎ ኣለዉ። እቶም ፕረዚደንት ኣብ ነፋሪት ኤር ፎርስ ዋን ኮይኖም ንፋይናንሻል ታይምስ ኣብ ዝሃብዎ ቃል ሓቂ ክነግረኩም ነዳዲ ኢራን ብምሉእ ክቆፃፀሮ እየ ዝደሊ፣ ነዚ ድማ ነታ ማእኸል ነዳዲ ናይቲ ሃገር ዝኾነት ደሴት ካርግ ኣብ ትሕቲ ቁፅፅርና ምእታው ግድን እዩ ክብሉ ተሰሚዖም። እንተኾነ ግን ኢሎም ክቕጽሉ እንከለዉ እቶም ፕረዚደንት፣ ገሊኦም ዘይፈልጡ ኣሜሪካውያን ነዚ ውጥንና ክዕንቅፉ ይፍትኑ ኣለዉ፣ ግን ስለምንታይ ከምኡ ከም ዝገበሩ እኳ እንተ ዘይተረድኣኒ፣ ንሳቶም ግን ዘይረብሑ እዮም፣ ዕላማና ነዳዲ ኢራን ኣብ ኢድና ምእታው ጥራሕ እዩ ክብሉ ተሰሚዖም ኣለዉ። ኣብ ኢድና ሓያሎ ኣማራጽታት ኣለዉ ዝበሉ እቶም ፕረዚደንት፣ ካብቶም ሓያሎ ኣማራጺታቶም ሓደ ደሴት ካርግ ምቁጽጻር ምዃኑ ቢቢሲን ኣልጀዚራን ጸብጺበን እየን። ንመከላኸሊ ኢራን ብኸመይ ሓሊፍኩም ኢኹም ነታ ደሴት ክትቆጻጸርዋ ተባሂሎም ዝተሓትቱ እቶም ፕረዚደንት፣ ክንዲ እቲ ዝኣክል ወተሃደራዊ ዓቕሚ ኣለዎም ኢለ ኣይሓስብን፣ ብቐሊሉ ኢና ክንቆጻጸራ ክብሉ ፕረዚደንት ዶናልድ ትራምፕ ተዛሪቦም እዮም። ሰራዊት ኣመሪካ ነዚኣ ደሴት ተቖጻጺሩ ማለት ንምድሪ ኢራን ብቐረባ ንምጥቃዕን ተልእኾኡ ንምቅልጣፍን ከም ዝሕግዞ ተንተንቲ ይዛረቡ ኣለው። ተንታኒ ድሕነት ናይ ኤቢሲ ሚኪ ብመሰረት ውጥን ትራምፕ ደሴት ካርክ ብኤሜሪካ እንተተታሒዛ ሓለዋ ስወራ ኢራን ሽዑ ከብቅዐሉ እዩ ክብል ተዛሪቡ ኣሎ። ናይ ቢቢሲ ኣሮማ ክለብ ብወገኑ ነታ ደሴት ንምቁፅፃር ብመጠኑ ንእሽቶ ስርሒት እኳ እንተመሰለ እንተኾነ ግን ኣዝዩ ሓደገኛን ኣጸጋምን ከም ዝኸውን ገሊጹ ኣሎ። ፕረዚደንት ትራምፕ ዝበልዎ ተወሳኺ 3,500 መሬታዊ ወተሃደር ኣብ ማእከላይ ምብራቕ ምብጽሖም ምስ ተነገረ ኣብቲ ዞባ እንዳዓበየ ዝመጽእ ዘሎ ወጥሪ ንመጥቃዕቲ ሰራዊት ኣሜሪካ ብዝበለጸ የስግኦ ከም ዘሎ ስግኣት ኣብ ዝዓረገሉ እዋን እዩ ብመንገዲ ፓኪስታን ምስ ኢራን ዝካየድ ዘሎ ቀጥታዊ ዝርርብ ብጽቡቕ ኩነታት ይኸይድ ከም ዘሎ እውን ሓቢሮም ኣለዉ። እንተኾነ ግን ስምምዕ ምቁራጽ ተኹሲ ኣብ ቀረባ እዋን ይበጽሕ እንተኾይኑ ካብ ምዝራብ ተቖጢቦም ኣለዉ። ኤሜሪካዊ ሴኔተር ሊንዲሴ ግርሃም ፕረዚዳንት ዶናልድ ትራምፕ ኣብ ልዕሊ ኢራን ዝጀመርዎ ኩናት ንተወሳኺ ሒደት ሰሙናት ክቕጽልዎን እታ ስትራተጂካዊት ደሴት ካር ክቆጻጸርዋን ብትሪ ኣተሓሳሲቦም ነይሮም። እቲ ሴኔተር ኣብዚ ቀረባ እዋን ምስ ፎክስ ኒውስ ኣብ ዝገበርዎ ቃለ መሕተት ንፕረዚደንት ትራምፕ ዝነግሮም ነገር እንተሃልዩ ነዚ ንተወሳኺ ሒደት ሰሙናት ክቕጽልዎ እሞ ንደሴት ካርክ ብምሓዝ ኣብ ትሕቲ ቁጽጽር ከእትውዋ እዩ ክብሉ ተሰሚዖም እዮም። ግርሃም ወሲኾም ኣብ ገጽ ኤክስ ኣብ ዘስፈርዎ ጽሑፍ፣ ትራምፕ ንህዝቢ ኢራን ናይ ሓቂ ነጻነትን ዘላቒ ሰላምን ንምምጻእ ካብ ዝኾነ እዋን ንላዕሊ ተቓሪቦም ኣለዉ ክብሉ ገሊጾም እዮም። እዚ ናይቲ ሴኔተር ጻውዒት ኣብ መንጎ ኢራንን ኤሜሪካንን ዘሎ ወጥሪ ብዝበለጸ ከባእሶ ይኽእል'ዩ ተባሂሉ ተገሚቱ ኣሎ። ካብ ገምገም ባሕሪ ኢራን 6 ኪሎ ሜትር ርሒቓ ኣብ ወሽመጥ ፋርስ እትርከብ ንእሽቶ ናይ ኮራል ደሴት እያ። እታ ደሴት 20 ትርብዒት ኪሎ ሜትር ስፍሓት ዘለዋ ኮይና እምኒ ኮራልን ትሕተ ቅርጺ ነዳድን ዝሓዘ ስፍራ ምዃና ይንገረላ። መዕርፎ ነፈርቲ፣ መኽዘን ነዳዲ ታንከራት፣ መስመራት ቱቦን ናይ መጽዐኒ ተርሚናላትን ንገጽ መሬታ ሸፊኖምዎ ይርከቡ። ብሳትላይት ምስሊ ክትረኣ ከላ እታ ደሴት ክንድቲ ዝኣክል ኣዝዩ ዘድንቕ ትርኢት የብላን። እንተኾነ ግን ጠቕላላ መዋቕር ቁጠባ ዘመናዊት ኢራን ዝሓልፍ በዛ ንእሽቶ ቁራጽ መሬት ኣቢሉ ምዃኑ ይንገረላ። እዛ ደሴት እዚኣ ድማ ካርግ ተባሂላ ትጽዋዕ። ካብ ሰደድ ድፍድፍ ነዳዲ ኢራን እቲ ቴስዓ ሚእታዊት ጽጋ ዝሓልፍ ብደሴት ካርግ ኣቢሉ ክኸውን እንከሎ፣ እታ ደሴት ኻዕበቲ ነዳዲ ኢራን ምስ ኣህጉራዊ ዕዳጋ ዘራኽብ ቀዳማይ ተርሚናል ኰይና ተገልግል። ኣብኡ ዝርከቡ መኽዘን ታንከራት ክሳብ ሰላሳ ሚልዮን ባሚል ዝጽጋዕ ድፍዱሽ ነዳዲ ክሕዙ ከም ዝኽእሉ ይንገር። ግዙፋት መራኽብ ነዳዲ እውን ናብ እስያ ቅድሚ ምጕዓዘን ነዳዲኤን ዝጽዕና ብቐጥታ ካብዚ ዓሚቝ ባሕሪ ናይታ ደሴት ከም ዝዀነ ይንገር። ብኣቈጻጽራ ኣውሮፓውያን ኣብ ክልተ ሽሕን ዕስራን ሰለስተን ጥራሕ፣ ኢራን ካብ ሰደድ ነዳዲ ኣስታት 53 ቢልዮን ዶላር ኣታዊ ረኺባ ኣላ። እዚ ኣታዊ እዚ ካብ በጀት መንግስቲ ልዑል ብፅሒት ዝሕዝ ኮይኑ ነዚ መብዛሕትኡ ኣታዊ ብሓንቲ ለይቲ ከም ዝፈርስ ምግባር ማለት ከም ዝኾነ ተንተንቲ ይዛረቡ ኣለዉ። እዚ ድማ ዶናልድ ትራምፕ 13 መጋቢት ዝፈልጥዎ ድሕሪ ባይታ ስልቲ መጥቃዕቲ ኣሜሪካ እዩ። ሓይልታት ኣሜሪካ ኣብታ ደሴት ዝርከቡ ሓያለ ወተሃደራዊ ትካላት ዕላማ ገይሮም ኣለዉ መሕብእዝ ሚሳኤላት መኽዘን ማዕደናት ወይ ድማ መኽዘን ኣፅዋራት ሜላታት መከላኸሊ ኣየር ከምኡ እውን መዕርፎ ነፈርቲ ካብቶም ዝተሃረሙ ሒደት ዝርከቦም እዮም ክሳብ ሕጂ ግን እቲ ትሕቲ ቅርፂ ነዳዲ ብውሕድ ከይተተንከፈ ፀኒሑ ኣሎ እዚ ድማ ናይቲ ጥንቃቐ ትኽክለኛ ፀገም የርኢ ደሴት ካርግ ከም ንብረት ኢራን ጥራሕ ኣይኮነትን ተገልግል። እታ ደሴት ኣብ ውሽጢ ኣህጉራዊ መዋቕር ስርዓት ኢነርጂ ዝተኣሳሰረት እያ። ኣብኡ ነዳዲ ዝጽዕና መራኽብ ነቲ ነዳዲ ከም ቻይና ንዝኣመሰሉ ዓደግቲ የጓዕዛ። ቻይና እገዳ እኳ እንተሃለወ፣ እታ ዝዓበየት ዓሚል ኢራን ኮይና ትቕጽል ኣላ። ምቁራጽ ትካላት ካርግ ኣብ መዓልቲ ክሳብ ክልተ ሚልዮን ባሚል ዝበጽሕ ነዳዲ ካብ ኣህጉራዊ ኣቕርቦት ክጎድል ይኽእል እዩ። እዚ እንተኾይኑ ዋጋ ነዳዲ ብኡ ንብኡ ናብ ዝለዓለ ቅልውላው ክኣቱ እዩ። ዕዳጋ'ውን ነዚ ስግኣት ይርድኦ እዩ። ኣብ ካርድ ዘይምርግጋዕ ምስ ዝረአ ነጋዶ ጸዓት ግብረ መልሲ ክህቡ እዮም። እቲ ዋጋ ንክፍሊታት ውሕስነት መድሕን ማለት እውን ኢንሹራንስ ፕሪሚየም ክውስኽ እዩ። ሰንሰለት ኣቕርቦት ክናወጽ እዩ። ስለዚ ኣብታ ደሴት ጥራሕ ዘይኮነስ ንጠቕላላ ቁጠባና ከም ወሳኒ ናይ ጸቕጢ ነጥቢ ኮይና ተገልግል። ታሪኻውያን መዛግብቲ ነዚ ኩነታት የረጋግጹ። ኣብ ዓሰርተ ሸዓንተ ሰማንያታት ኣብ እዋን ኩናት ኢራንን ዒራቕን፣ ዒራቕ ኣብቲ ኩነታት ታንከራት ተባሂሉ ዝፍለጥ እዋን ንካርግ ብተደጋጋሚ ደብዲባታ እያ። እታ ደሴት ዝለዓለ ጉድኣት በጺሕዋ ከም ዝነበረ እኳ እንተተነገረ፣ ኢራን ግን ነዳዲ ምስዳድ ቀጺላ ነይራ እያ። ኣብ ባሕሪ ናይ መጽዓኒ ሜላታት ዝተሃነጸላ መራኽብ ኣብ ባሕሪ ናይ መዝ ኣብ ባሕሪ ናይ መጽዕኒ ሜላታት ዝተሃነጸለን መራኽብ ካብ ገምገም ባሕሪ ርሒቐን ካብ ገምገም ባሕሪ ርሕቕ ኢለን ደው ክብላ ተገይሩ እዩ ኣንፈት መስመራት ቱቦ እውን ተቐይሩ እቲ ትሕቲ ቅርፂ ድማ ኣብ ትሕቲ መጥቃዕቲ እናሃለወ ርእሱ ምስቲ ኩነታት ኣሰማሚዑ ትምህርቲ ናይቲ ዘመን ቀሊል ነይሩ ከም መግለጺ ሓያሎ ተንተንቲ እንተኾይኑ ግን ሕጂ ንካርግ ምዕናው ከቢድ ከም ዝኾነ ይገልጹ። ብፍላይ ሰደድ ነዳዲ ኢራን ሙሉእ ብምሉእ ብፍላይ ሰደድ ነዳዲ ኢራን ሙሉእ ብምሉእ ምፍሻል ከቢድ ከም ዝኾነ ይንገር። ጂኦግራፊያዊ ኣቀማምጦ እውን ነቲ ጸገም ነቲ ጸገም ነቲ ጸገም ይሓላልኾ እዩ። ካብታ ደሴት ብወገን ምብራቕ እውን መዓሙቕ ባሕሪ ይርከብ። ኣቀማምጣ መልክዕ ምድሪ ነቲ መጥቃዕትን ኣተሓሕዛ ካርግ ወይ ፓራዳኩስ የብርሆ። ንኣብነት ዋሽንግተን ነታ ደሴት እንተጥቂዓታ፣ ዋሽንግተን ነቲ ኣዝዩ ኣገዳሲ ትሕተ ቅርጺ ናይታ ደሴት ካብ ምህራም ተቖጢባ እያ። እዚ ውሳነ እዚ ምብኣስ ኵናት ደረት ከም ዘለዎ የርኢ። ንተርሚናላት ነዳዲ ኢራን ምዕናው፣ ኣብ ምሉእ ወሽመጥ ኣብ ልዕሊ ዝርከቡ ትካላት ጸዓት ናይ ዓጸፋ ስጕምቲ ንኽውሰድ መንገዲ ይኸፍት። ኢራን ኣብ ጽላተ ጸዓት ዝፍኖ ዝዀነ ይኹን መጥቃዕቲ፣ ኣብቲ ዞባ ምስ ኣመሪካ ርክብ ኣብ ዘለዎም ትካላትን ትሕተ ቅርጺ ነዳድን ብዝፍኖ መጥቃዕቲ ግብረ መልሲ ከም እትህበሉ ኣቐዲማ ኣጠንቂቓ እያ። እቲ ውጽኢት ድማ ኣብቲ ከባቢ ጥራሕ ተወሲኑ ኣይተርፍን። ፋብሪካታት፣ መጻረዪ ተርሚናታት ሰደድ፣ መስመራት መራኽብ፣ መስመራት ቱቦ፣ እቶት መድሕንን ናይ ኣቑሑት መኽዝናትን ብሓደ እዋን ግብረ መልሲ ክህቡ እዮም። ዋጋ ነዳዲ ቀደም ኣብ ዓበይቲ ዓለም ለኻዊ ቅልውላዋት ናብ ዝተረኣዩ ድርጅታት ክድይብ ይኽእል እዩ። ተንተንቲ ካርክ ብዝለዓለ ኩነታት እንተተጎዲኣ ዋጋ ሓደ ባሚል ነዳዲ ካብ ሚእትን ሓምሳን ዶላር ንላዕሊ ክሓልፍ ከምዝኽእል እዩ ዘጠንቅቑ ዘለዉ። በዚ ደረጃ እዚ ነገራት እንተኸይዶም እቲ ኩነት እቲ ኹናት ካብ ሕጂ ንደሓር ኣብ ዙርያ ኢራን ጥራሕ ኣይክኸውን'ዩ ይብሉ ተንተንቲ ሓለዋ ሱራ። ኢራን ግን ነዚኣ ስትራቴጂካዊት ደሴት ናይታ ሃገር ኣሕሊፋ ንከይክብ ኣሕሊፋ ንከይትህብ ብሓደገኛን ከቢድን ጦር ብንቕሓት ይሕሉ ከምዘሎ ኣፍሊጡ'ሎ። ስለዚ ፕረዚዳንት ዶናልድ ትራምፕ ሰራዊቶም ናብታ ደሴት እኳ እንተዋፈሩ ኣብ ዙርያ እታ ደሴት ዝካየድ ኩናት መወዳእታ ናይቲ ኩናት ከምዝኸውን ተንተንቲ ድሕነት የረድኡ ኣለዉ።